ሰላም ሰላም ዝኸበርኩም ኣሕዋት ከመይ ትኾኑ? ሓውኹም መንግስቲ የሎም መዓንቲ ከዓኒ ብካልእ ስራሕ ብካልእ ቪድዮ መፂእኩም ኣለኹ። ናይ ሎማዓንቲ ቪድዮና ከመይ ጌርካ ብቀዳማይ ኣብ ኮምፒተር ሰሪሐ እየ ኣሪኤኩም ነይረ ገለ ገለ ሰባት ኣብ ኮመንት ዝጸሓፍኩምለይ ኣብ ሞባይል ከ ከመይ ጌርና ክንሰርሕ ንኽእል ኢልኩም ሓቲትኩምኒ ነይርኩም ብመሰረት ሕቶኹም ሎማዓንቲ ከመይ ጌርካ ሎጎ ከም ትሰርሕ ኣብ ዝሓጸረ ደቃይቕ ኣብ ሞባይል ከመይ ጌርካ ናትካ ዝኾነ ሎጎ ከም ትሰርሕ ከሪኤኩም እየ መጽኤ ዘለኹ እቲ ክንሰርሓሉ ንኽእል ኣፕሊኬሽን ኣሎ እቲ እሱ እቲ ኣብ ኮምፒተር ዝሰራሕናሉ ሃችፉል ዝበሃል ኣብ ፕሌይ ስቶር ኣቲና ሃችፉል ኢልና ንፅሕፍ እዚኣ እታ ሎጎ ናይታ ኣፕሊኬሽን እያ ኣብዚ ብጣዕሚ ብዙሕ ስለ ዘሎ ብዙሕ ታእሽሙሎ እዚ ገለ ገሊኡ ቼክ ጌረዮ ኔረ ሰሪሕኻ ምስ ወዳእካ ገንዘብ ኣሓቱኻዮም ገለ ገሊኡ ከኣ ከምቲ ትደልዮ ዓይነት ሎጎ ኣይትረኽበሉን ኢኻ እዚ ግን እዚ ትሪእዎ ዘለኹም ሎጎ ልዕሊ ሓደ ሚልዮን ሰብ ዳውንሎድ ጌሩ ዝጥቀመሉ ዘሎ እዩ ነዚ ዳውንሎድ ጌርኩም ኣነ ስለ ዘውረድክዎ ድሮ ኦፐን ኢለ እየ ዘውርድ ዳውንሎድ ምስ ኮነ ምስ ወረደልኩም ልክዕ ነዚኣ ትመስል እታ ሃችፉል ነዛ ምስ ኪን ማስተር ዘላ ትሪእዋ ዘለኹም ቀጥታ ኣብኣ ንኣቱ ብድሕሪኡ ኣብዚ ከዓ ብጣዕሚ ዝቀለለ እዩ እቲ ኣሰራርሓ ዋላ ሓንቲ ተኣሽሙ የለን ዝደለኹሞ ናይ ምንታይ ሎጎ ኢኹም ተስርሑ ደሊኹም ናይ ፋሽን ድዩ ሄልዝ ኤንድ ኮስሞቲክስ ድዩ ዋላ ሆም ኤንድ ጋርደን ፉድ ኤንድ ድሪንክ እንታይ ኢኹም ክትሰርሑ ደሊኹም ናይ ቴክኖሎጂ ኣርት ናይ ጌም ድዩ ናይ ምንታይ ኢኹም ክትሰርሑ ደሊኹም ንስኹም ትውስኑ። ኣነ ሕጂ ናይ ብቐዳማይ ብኮምፒውተር ናይ ቴክኖሎጂ ኣርየ ነይረ ሎም ዓንቲ ከዓ ካልእ ክርኢ እስኪ እዚኣ ፒትስ ትብል ዋላ ክንርኢ ንዓ ምስ ተንከፍናያ ኔክስት ንብላ ኣብዚ ታሕቲ ትሪእዎ ኣለኹም ባክ ኤንድ ኔክስት ድብል ኣሎ ኔክስት ንብላ ብድሕሪኡ ኣብዚ መፂና ከዓ ንመርፅ ኣብ ትሪእዎ ኣለኹም ኣብዚ ቦልድ ዝብል ዘሎ ዝተፈላለየ ተኣሽሙ ኣሎ ንሕና ንመርፅ ኣብዚኣ ክሬቲቭ ክንመርፅ እስኪ ክሬቲቭ መሪፅና ኣለና ኔክስት ንብላ ኣብዛ ታሕተወይቲ ብድሕሪኡ ኣብዛ ቢዝነስ ኔም ትብል ዘላ እታ ቢዝነስ ኔምኩም እንታይ ኢኹም ክትጽሕፉ ትደልዩ ዘለኹም ኣነ ናተይ ጽሒፈ ኣለኹ ኣብዛ ታሕተወይቲ ስሎጋን ትብል ደላ ኣድ ስሎጋን ዝብል ዘሎ ስሎጋን ተለኩም ትጽሕፉ ወይ ከዓ ተዘይብልኩም ተዘይጽሓፍኩም ከዓ ዋላ ሓንቲ ሽግር የብሉን ኔክስት ንብሎ ብድሕሪኡ ኣብዚኣ ኣድቨርታይዝመንት ኤንድ ሶሻል ሜድያ ትብል ደላ ኣብኣ ክሊክ ንገብር ምክንያቱ ንሶሻል ሜድያ ስለ ዝደለናዮ ወይ ንዩቱብ ወይ ናይ ኣብ ፌስቡክ ማሕበራዊ ሜድያታት ንጥቀመሉ ናቱ ሎጎ ስለ ዝደለና ማለት እዩ ብድሕሪኡ ኔክስት ንብሎ እዚ ኩሉ ምስ ገበርና ትሪእዎ ኣለኹም ኣብዚ ምፅና ኣሎ ሕጂ ካብዚ ዝኾነ ሓደ መሪፅና ናትና ሎጎ ክንገብር ንኽእል ኢና ትሪእዎ ኣለኹም ናትና ሓደ ሎጎ መሪጽና ክንገብር ንኽእል ኢና። ብጣዕሚ ብዙሕ እዩ ኣነ ስቕ ኢለ እታ ሽሙ ከየብለኩም ንታሕት ሓንቲ ክመርጽ ስቕ ኢለ እስከ እዚኣ ክንመርጻ ኦኬ እዚኣ መሪጽና ኣለና እዚኣ ርኣይዋ ሕጂ እታ ሽም እንድሕር ዝኾነ ጌጋ ጌርኩምላ ኮንኩም ወይ ከዓኒ ካልእ ሓሳብ ተቀይርኩም ሽም ኣብዛ ቢዝነስ ኔም ትብል ደላ ኣብኣ ተንኪፍኩም ከም ብሓድሽ እንደገና ከተመዓራርይዎ ትኽእሉ ኢኹም። ካልእ ኣብዚኣ ፎንት ትብል ደላ እዚ ፅሑፍ እዚ ትርእይዎ ኣለኹም ሙሉእ ብሙሉእ ክትቅይርዎ እንድሕር ደሊኹም ሳይዙ ማለት እዩ እዚ ፎንት ትርእይዎ ኣለኹም ኣብዚ ብጣዕሚ ብዙሕ ኣለዎ ምርጫታት ከም ትሪዎ ደለኹም እንዳተቀያየረ እዩ ድኸይድ ደሎ ትሪዎ ኣለኹም እዛ መንግስቲ ትብል ደላ ኣብዛ ቀዳሚቲ ዘላ ነታ ምርኣያ ክትጥዕመኩም ንዓ ጥራይ እንዳረኣኹም ረኣይዎ ሃንድ ራይቲንግ ብላ ኣሎ እዚ ትሪዎ ኣለኹም ሞደርን በቃ እንዳቀያየርኩም ንስኹም ዘድልየኩም ታሽሙ ክትገብሩ ኣነ ከምዛ ዘላታ ከይደ ኦኬ ክብላ'የ ነታ ስእሊ ክትንክፋ'የ ብድሕሪኡ እዚኣ ከለርስ ትብል ዘላ ኣብኣ ከኣ ንኣቱ ኣብዚ ከኣ ብጣዕሚ ብዙሕ ምርጫ እዩ ዘለና ኣብዚኣ ነለት ኦል ኢሉ መጢልና ኣሎ ተደሊና ከኣ ኩል ንብሎ ትሪእዎ ኣለኹም ብጣዕሚ ዝተፈላለየ ዓይነት ከለር ኣለዎ ንምርጫ ከማን ክትመርጽ ታእሽሙ ዝገብረካ እዩ ትሪእዎ ኣለኹም ካብቲ ሓደ እቲ ሓደ ይበልፅ ክትብል ዳርጋ ኣብ ምርጫ ከም ትጠራጠር እዩ ዝገብረካ ንስኹም ሕጂ እንዳእተኹም ኩሉ ቼክ ግበርዎ ኣነ መታን ግዜ ከይበልዓልኩም ክሓፅረልና በታ ዘላታ ክንከይድና ኦኬ ሴቭ ብሎ እዚ ከለር እዚ እንድሕር ዘይተሰማሚዕኩም ግን ኣብዚ መፂለይ ዘሎ ትሪእዎ ኣለኹም ነዚ እንዳንቀሳቐስና ክንቀያየር ንኽእል ኢና ስለዚ ኣነ በዛ ዘላታ ደሓን ሴቭ ክብላ እየ ኦኬ ኢለ እቲ ኣይከን እዚ ሕጂ እቲ ኣይከን ክቕይሮ እንድሕር ደልየ ግን ነዚኣ ተሓተዊት ደላ ኣይከን ትብል ደላ ንዓ ንትንክፋ ራይዎ ካልእ ዓይነት ኣይከን ክንመርፅ ንኽእል ኢና ማለት እዩ ናብቲ ናይ መጀመርያ ምርጫ ናይ መፅኡ ካብዚ ክንቅይር ንኽእል ኢና ኦኬ ሕጂ እዚኣ በቃ ተስማሚዓትና ሰሪሕና ወዲእና ኣለና እንድሕር ወዲእና ኮይና ኦኬ ንብላ ኦኬ ምስ በልናያ ኣብዛ ናይ ራይት እዚኣ ትሪዋ ኣለኹም እዛ ፀላም ብራይት ዘላታ ኣብኣ ኦኬ ምስ በልናያ ናበይ ዝወስደና ናብዚ የምፃና እዚ ብምሉእ እቲ ማሕበራዊ ሜድያ እዩ ኣብ ዩትዩብ እቲ ሎጎ ከምዚ ዓይነት ቅርፂ ኣለዎ ብለና ኣሎ ትሪዎ ኣለኹም ልክዕ ከምዚ ዓይነት ቅርፂ ኣለዎ ኣብ መጺና ኣብ ኩሉ ኣብ ፌስቡክ ኣሎ፣ ኣብ ኢንስታግራም ኣሎ፣ ኣብ ኩለን ማሕበራዊ ሜድያ ነናቱ ምእንታእ ሽሙ የርእየና። ንሕና ግን ሕጂ ዳውንሎድ ክንገብሮ እንድሕር ደሊና ኣብኣ ኣብ ትሕቲ ኣትሪእዋ ኣለኹም ናይ ዳውንሎድ ምልክት ኣላ ዩር ሎጎ ኢሉ ናይ ዳውንሎድ ምልክት ኣላ ኣብዚኣ ንዓ እንትንክባ ኦኬ ኣብዚኣ ሕጂ ኢሜይልና ንህቦ ምኽንያቱ ነዚኣ ስእሊ እዚኣ ናብ ኢሜይልና እዩ ዝልእኸልና ክፅሕፈሉ እየ ንስኻትኩም ከምዚ ክትሰርሑ ከለኹም ንምንታይ ኢኹም ሰሪሕኹሞ ሎማዓንቲ ሓንቲ ሰሪሕኹም ክትቅይሩ እንድሕር ደሊኹም እንድሕር ገለ እዋን መፂኹም ክትቅይሩ ትኽእሉ ኢኹም ምክንያቱ ዋላ ሓንቲ ሽግር የብሉን ዓራይ ብድሕሪኡ ከም ፅሒፍና ምስ ወዳእና ኣብዚኣ ጌት ደሲጅን ዝብል ዘሎ ኣብኣ ንኣቱ። ኣዘር ዳውንሎድ እዚ ኣዘር ዳውንሎድ ኦፕሽን ዝብል ዘሎ እንድሕር ንዑ መሪጽና ከኣኒ እንደገና እንድሕሪት መሊሱ እንደገና ክንቀይር እዩ ዘገድደና። ሕጂ ግን ኣብዚኣ መሪጽና ኣብዛ ጌት ደሲጅን ትብል ዘላ ኣብኣ ንኣቱ። በቃ ሕጂ ናብታ ዝጸሓፍኩሉ ዘዳለኹሉ ኢሜይል ናብኡ ክሰደለይ እዩ። ናብኡ ክሰደለይ እዩ ኣብኡ ምስ ሰደደለይ እታ ሽሙ ክትሪእዋ ይኹም ቁሩብ ግዜ ስለ ትወስድ ዓቕሊ ጌርካ ምፅባይ ትደልያ ኦኬ ትሪእዋ ዘለኹም ኣብ ኢሜይለይ ሕጂ ሰዲድለይ ኣሎ ኣብታ ኢሜይልና ንኣቱ ብድሕሪኡ ከምቲ ትሪእዎ ዘለኹም ኣብ ላዕሊ መጽያትለይ ኣላ ነዛ ኣብ ላዕሊ ዝመጸት ክሊክ ክገብራ ብድሕሪኡ ኣብዛ ሾው ትብል ደላይ ትንክፍ ንታሕቲ ወሪደ ኣብዚኣ ዳውንሎድ ሃጅ ፉል ኤክስፖርት ዝብል ዘሎ ኣብኣ ንትንክፍ ኦኬ ዳውንሎድ ይብል ኣሎ ዳውንሎድ ብሎ ኣብዚኣ ታሕቲ ሪኢኹሞ ወሪዱ ኣሎ ነዚኣ ኦፐን ንብላ ኣብዛ ታሕቲ ዘላ ኦኬ ካብዚ ምርጫ ክበና እዩ ማይ ፋይል ንብሎ ከምዚ ኢሉ ምስ መጻልና ኤክስትራክት ንብሎ ኣብዛ ታሕቲ ካንስል ኤክስትራክት ዝብል ኣሎ ምሽ ኤክስትራክት ንብሎ ኦኬ ሕጂ ሰለስተ ስእሊ ከምጻልና እዩ ሎጎ ናትና ግን እዚኣ እያ በቃ ሕጂ እዛ ሎጎ ከምዚኣ ጌርና ውሪድና ወዲእና ኣለና ካብ ብሕጂ እኒው ብቐሊሉ ከመይ ጌርካ ከም ዝስራሕ ርኢኹሞ ኣለኹም። ኣብ ሞባይልኩም ከመይ ጌርኩም ክትሰርሑ ከም ትኽእሉ ከኣ ተማሂርኩም ኣለኹም። ናይ ሎማዓንቲ ትምህርትና እዚኣ ትመስል ኔራ። እዚ ትምህርቲ እዚ ንዓይ ጠቒሙኒ ተማሂረሉ እየ ትብሉ እንድሕር ኮንኩም ካልእ ሰብ ንኽመሃረሉ ሼር ተገበርኩሞ ጽቡቕ እዩ። ሓውኹም መንግሴ ብሩኽ መዓልቲ ወደሓንኩም።